ሰላም ተኸታተልቲ ባህግና ቻነል ከመይ ትኾኑ ለማዓንቲ ሓፃር ቪድዮ ብዛዕባ ግሪን ካርድ ሎተሪ ናብ ኣሜሪካ ወይ ድማ ዲቪ ሎተሪ ናብ ካናዳ ብዛዕብኡ ኣብ ኢንተርነት ዝግበር ሽጣራታት ወይ ድማ ምትላልን ሒዘልኩም መፅየ ኣለኹ ሰናይ ምክትታል። ሕራይ እምበኣር ዝተፈላለየ መልእኽቲ ብዋትስኣፕ መሰንጀር ካብ ዝተፈላለዩ ሰባት ብዛዕባ እዚ ዲቪ ሎተሪ ይመፀና እዩ ንሕና ድማ ሕጋውነቱ ከየረጋገጽና ናብቲ ኣፕሊኬሽን ምምላእ ኢና ንጓየ። ጌጋ። ካልእ ድማ ኣብ ኢንተርነት ዲቪ ሎተሪ ኢልና ብምጽሓፍ ቀጥታ ኣብቲ ኣብ ቅድሚት ዝጸናሓና ዌብሳይት ኣቲና እቲ ኣፕሊኬሽን ንመልኦ ኢና ወይ ድማ እቲ ቅጥዒ ንመልኦ ኢና ማለት እዩ ስለዚ እዚ ብመሰረቱ ክንገብሮ ዘይግባኣና እዩ ኣብዚ ክንፈልጦ ዘለና ብዙሓት ብዙሓት ስካመርስ ወይ ድማ እዚኦም መታለልቲ ቺተርስ ኣለዉ ኣብ ኢንተርነት ማለት እዩ ሚሊየንስ ኦፍ ዌብሳይት ድማ እዩ ዘለዎም እቲ ዌብሳይት ናቶም ድማ ልክዕ ከምቲ ናይቲ ጋቨርመንት ናይ ዩናይትድ ስቴት ወይ ድማ ናይ ናይ ካናዳ እዩ ዝመስል ናቶም ባንዴራ ናይ ካናዳ ባንዴራ ናይ ካናዳ ሕብሪ ናይ ካናዳ ዌብሳይት ከም ዝመስል ገይሮ እዮም ዝሰርሑ ስለዚ ብከምዚኦም ተታሊልና ኣብ ዘይደለናዮ ክሳራን ካልእን ከይንኣቱ ፕሊስ ፕሊስ ንጠንቀቕ ማለት እዩ ንኣብነት ከምዚ ይመፀና ዋትስኣፕ ማለት እዩ ኣብዚ ሕጂ ከም ኣብነት ናይዚ ዋትስኣፕ እንተ ወሲድና ዌልካም ቱ ሬጅስትሬሽን እዩ ዝብል ኮንቲኒ ኢልና ምስ ፀቐጥናዮ ድማ ናብዚ ዌብሳይት እዩ ዝወስደካ ማለት እዩ ብካልእ መንገዲ እውን ክመጻና ይኽእል እዩ ማለት ብዙሕ ብዙሕ ብዙሕ ስትራቴጂ እዮም ዝጥቀሙ ስለዚ ሓደ ቀዳማይ ክንፈልጦ ዘለና ኣብዚ ሕጂ እዋን ናይ ካናዳ ዝኾነ ይኹን ናይ ዲቪ ሎተሪ ኣይትህብን እያ ዘላ ማለት ከምዚ ናይ በዓል ኣሜሪካ ግሪን ካርድ ዲቪ ሎተሪ ገለ ዝገብሮ ሲ ኣብ ካናዳ ከምኡ ዓይነት ክሳ የለን ኣብ ካናዳ ብካልእ ዓይነት ብስፖንሰር ወይ ድማ ካልእ መንገዲ እዩ ክሳብ ትዘለኒ ኣፍልጦ ማለት እዩ እቲ ናቶም ዌብሳይት ከኣ እታ ቀንዲ ዌብሳይት ናይ ካናዳ ከኣ ነዚኣ ትመስል ማለት እዩ ኣብቲ ናቶም ዌብሳይት ኬድኩም ክትርእዩ ትኽእሉ ኢኹም wwgc ca ወይ ድማ ww ካናዳ ca እያ ትብል እዚኣ እታ ሕጋዊት ዌብሳይት ናይ ካናዳ እያ ማለት እዩ ናይ ኣሜሪካ ከዓ ww ኢሉ ኣብ መወዳእታ ተኮቭ ዝብል ኣሎ ማለት gov ካብዚ ወፃኢ እቲ ዌብሳይት ኩሉ ናይ ሓሶት ዌብሳይት ወይ ድማ ፌክ ዌብሳይት እዩ ማለት እዩ ኣብቲ ጌጋ ዌብሳይት ከም ዘለናኸ ብኸመይ ኢና ክንፈልጥ ንኽእል መጀመርታ እተን ዝበልኩኹም እቲን ሕጋውያን ዌብሳይት ናይ ካናዳ ወይ ናይ ኣሜሪካ ከምቲ ዝገለፅኩልኩም እዩ ማለት እዩ። ካልእ እቲም መዳናገርቲ ወይ ድማ እቲም ስኬማ ዝበሃሉ መጀመርታ እቲ ፎርም ክትመልኦ ከለኻ ወይ ድማ እቲ ኣፕሊኬሽን ምስ መልእኻ ገንዘብ ከም ትኸፍል እዮም ዝሓቱኻ ሰላሳ ኤሮ ድዩ ዋላ ሓምሳ ኤሮ ወቴቨር ግን መጀመርታ ገንዘብ ክትሓትት እዮም ክትከፍል እዮም ዝሓቱኻ ማለት እዩ ኣብዚ ክንፈልጦ ዘለና ከኣ ንሓደ ኣፕሊኬሽን ንክትመልእ ትኸፍሎ ዋላ ሓደ ነገር የለን ናይ ካናዳ ይኹን ዋላ ናይ ኣሜሪካ ነቲ ኣፕሊኬሽን ንክትመልእ እየ ዘለኹ ምስ ተዓወትካ ካልእ ነገር እዩ ግን ነቲ ፎርም ወይ ድማ ነቲ ቅጥዒ ንክትመልእ ትኸፍሎ ግን ዋላ ሓደ ነገር የለን እዚኣ ክንፈልጣ ዘለና እዩ ማለት እዩ ኣብ በዓል ኣፍሪቃ እንተ ከም ኣብነት ወሲድና ምናልባት ኣብቲ እንዳ ኢንተርነት ክመልኡልካ ናይቲ ድመልኡልካ ናይቲ ኣፕሊኬሽን ንክመልኡልካ ትኸፍሎ ገንዘብ ክህሉ ይኽእል እዩ እዚ ግን መንግስቲ ካናዳ ወይ ድማ መንግስቲ ኣሜሪካ ኣይኮነን ዘኽፍለካ ዘሎ እቲ ፎም እቲ ኣፕሊኬሽን ወይ ድማ እቲ ቅጥዒ ንክትመልእ ትኸፍሎ ዋላ ሓደ ነገር የለን ስለዚ እዚኦም ሰባት እዚኦም ወይ ድማ እዚ ዌብሳይት እዚ ጌጋ ወይ ድማ ፌክ ዌብሳይት ምዃኑ በዚ ክትፈልጦ ትኽእል ኢኻ ማለት እዩ ከም ቀዳማይ ካልኣይ ኣብ ኢንተርነት ኬድና ዲቪ ሎተሪ ወይ ድማ ግሪን ካርድ ሎተሪ ኢልና ምፅሓፍና ብዙሕ ብዙሕ ዌብሳይት እዩ ድመፀና ሕጂ ብዙሕ ዓይነት ዌብሳይት ዘሎ ዲቪ ሎተሪ ዶት ኮም ዲቪ ሎተሪ ዶት ኔት ዲቪ ሎተሪ ካናዳ ኦርጋናይዜሽን ዶት ገለመለ ብዙሕ ክሳይ ዘሎ እዚ ግን እቲ ኦፊሻል ዌብሳይት ናይ ካናዳ ወይ ድማ እቲ ኦፊሻል ዌብሳይት ናይ ኣሜሪካ ኣይኮነን ስለዚ በዚ ክንታለል የብልናን ማለት እዩ ካልእ እዚኦም መደናገርቲ ወይ ድማ እዚኦም ቺተር ንብሎም ዘለና እንታይ እዮም ዝገብሩ ኣድቨርት እዮም ዝበልካ ሓንሳብ ናትካ ኢሜይል ምስ ረኸቡ ወይ ድማ ነቲ ፎርም ክትመልእ ምስ ጀመርካ እንታይ እዮም ዝገብሩ መወዓውዒ እዮም ዝገብሩልካ ኣብ ካናዳ ከምዚ ዓይነት ብሉፅ ስራሕ ኣሎ እዚ ዕድል ከይሓልፈካ ሰለስተ ደቂቃ ትወስድ እዚኣ ፎርም ንክትመልእ ስለዚ ኮል ኣስ ኢሎም ዋላ ናምበር እውን ይሰዱልካ እዮም በዚ ናምበር እዚ ደውለልና ኢሎም ሕጂ ተዳ ሓሲብናዮ ሲ መንግስቲ ኣሜሪካ ወይ ድማ መንግስቲ ካናዳ ግዜ የብሎም ንኩሎም ኣፕላይ ዝገበሩ ወይ ድማ እዚ ፎርም እዚ ዝመልኡ በብሓደ ክድውልሎም ወይ ድማ ኮንታክት ክገብርዎም ሕስብ እሞ ነብሎ። ሓሶት ምዃኑ ሲ እንድሕር ላ ቴሌፎን ናምበር ወይ ድማ ኮንታክት ክንገብረኩም ኢና ክንድውለልኩም ኢና ወይ ድማ በዚ ደውሉልና እንድሕር ብሉኻ ኮይኖም ሲ እዚ ከዓ ጌጋ ምዃኑ ክትፈልጥ ትኽእል ኢኻ ማለት እዩ ምክንያቱ መንግስቲ ኣሜሪካ ወይ ድማ እቲ ኤጀንሲ ወይ ድማ ናይ ካናዳ ንዓኻ ተገዲሱ ክድውለልካ ሲ ዘይሕሰብ ነገር እዩ ስለዚ ንክንደይ ሰባት ኢሎም እዮም ክሳይ ክገብሩ ቴሌፎን ክቕበሉ እዚ ዘይከውን ነገር እዩ ማለት እዩ ስለዚ ፕሊስ ፕሊስ ተቀዳዲምና ኣብ ዘይተፈልጡ ዌብሳይት ኣቲና ኣፕላይ ካብ ምግባር ንቆጠብ ማለት እዩ ዝኾነ ገንዘብ ከዓ ክንከፍል የብልናን ኣፕሊኬሽን ኦንላይን ክንመለ ከለና ዝኾነ ገንዘብ ምስ ንሕተት እቲ ዌብሳይት ፌክ ምዃኑ ወይ ድማ ናይዞም ሰረቕቲ ምዃኑ ክንፈልጦ ይግባእ ማለት እዩ እዚ ምስ መልኣኻኸ እትዮም ሰባት ነቲ ናትካ ፐርሰናል ኣይደንቲቲ ማለት ናትካ ሙሉእ ሓበሬታ ወይ ድማ እቲ ትህቦም ስምካ ኢሜልካ ሃገርካ ናትካ ዕለተ ልደት ኩሉ ንካልእ ረብሓ እዮም ዝጥቀምሉ ማለት እዩ ዋላ እውን ናትካ ኢሜል ወይ ድማ ናትካ ፕራይቬሲ እንታይ እዩ ዝበሃል ሃክ ክገብርዎ ክእሉ እዮም ማለት እዩ ስለዚ ገንዘብናን ናትና ፐርሰናል ኣይደንቲቲን ካብ ምኽሳር ንቆጠብ ክብል እየ ዝደሊ ስለዚ እትን ናይ ብሓቂ ሕጋውያን ዌብሳይት ኣብ ዲቪ ወይ ድማ ሎተሪ ክንመልኣሉ ንኽእል እዘን ስለቲ ምክትታልኩም ብጣዕሚ እየ ዘመስግን ኣብ ካልእ ግዜ ምስ ካልእ ቪድዮ ክመጻኩም ተስፋ እገብር